ሰላም ሰላም እዚ ኤፍራ ሾው እዩ ኤፍራ ሾው ኣብ ኤፍራ ኢንተርቴይመንት ነብሲ ወከፍኩም ከዓ ሙሉእ ጥዕና ሰላም ፍቅሪ እግዚኣብሔር ክወኩም እናተተምነኹ ንሕጂ ናይ ሓውና ሄኖክ ፀገም ክንርኢ ኢና ክሳብ መወዳእታ ክትከታተሉና ብክብሪ ዕድም ሕራይ ሄኖግ ንሌላ ከጥዕመና ሙሉእ ስምካ ኣበይ ከባቢካ ትቅመጥ ዕድሜካ።
ሽመይ ሄኖክ መሓሪ ይበሃል ሄኖክ መሓሪ ክፍላይ ዕድመይ ኣርብዓን ሽዱሽተን ዝቅመጠሉ ከባቢ ከኣ ባሻውል።
ሽመይ ሰላም ወረደ ይበሃል በኣል ቤቱ ንሄኖክ መሓሪ እየ በኣል ቤተይ ካብ ዝሓምም ነዊሕ ግዜ እዩ ጌሩ ናይ ጉልበት ስራሕ እንድዩ ዝሰርሕ ኔሩ ይጅምሮ ይገድፎ ይጅምሮ ይገድፎ ካብ ክልቴና ዝውለዱ ሓሙሽተ ቆልዑት ኣለውና እቶም ሰለስተ ዓበይቲ ስለ ዝኮኑ እንደገና ሕማቅ ይሪኡ ስለ ዘለዉ ሕጂ እንዳ ቤተሰብ ወጺኦም ኣለዉ ብሓፈሻ ሄኖክ ሕጂ ኣራት ጠቅሊሉ ኣራት ካብ ዝሕዝ ኣስታት ናብ ክልተ ወርሒ ገጹ ጌሩ ኣሎ። እዚ ሳላ ኣዕሩክቱ ገለ ኢና ንካየድ ዘለና። ማለት ብሓፈሽኡ እንዳተንቀሳቀስካ ትሓሞ ደሓን እዩ። ሕጂ ግን ኣብዚ ግን ሓፍ ክተብሎ ክትሓጽቦ ሽቃቅ ክትወስዶ ኩሉ ነገር ክትገብርሲ ግድን ናይ ሰብ ሓገዝ የድልየካ። ኣዕሩክቱን መቅረቢ ፈተውት ከኣ ይሕግዙና እዮም።
ተጠጠናይ ምስ ቃንዛ እዩ ከምዚ ቃንዛ ሓቆል ሙሉ ለይትን ቀትርን ቃንዛ ኣለኒ ብርቱ ቃንዛ ከማን ካብ ዘለኹ ኣብ ሰበይ ድለዓል ኦኬ ኣዚ ቃንዛ ኣለኒ
ክትስእ ኣይትኽእልን ኢኻ ካብዛ ዘለኻ ኣይትስእን መዓስ ጀሚርካ
ካብ ዝጅምረን እኳ ነዊሑ ገይሩ ግን ከምዚ እንዳተንቀሳቀስኩ እዩ ነይሩ ብድሕሪ ግን ዋላ ከምዚ ብሙርኩስ ይኸይድ ነይረ ሓርካ ከምዚኣ ኮይና
ብዳዲ ብሰብ ገለ ንንቀሳቀስ ነይረ ዋላ እታ ብሰብ ድንቀሳቀስ ከማን ሐዚ ጸገም እያ ኣብዛ ደለኩ ኣይኮላን ማለት እዩ። ዓራት ካብ ትሕዝ ጠቅሊልካ ኣብ ዓራት ካብ ትድቅስ ክንደይ ጌርካ ኣለካ? ወርሕን ሰለስተ ሰሙንን። ወርሕን ሰለስተ ሰሙንን።
ጠቅሊለ ካብዚ ካብ ቤተሰብ። ኦኬ ብሓፈሻ ካብ መዓስ ጀሚርካ እዚ ሕማም?
ከምዚ እንዳ ጀመረን እንዳ ገደፈን እዩ ምስ መድሃኒት ዝተፈላለየ መድሃኒት ናይ ቃንዛ ገለ እንዳ ወሰድኩ እምበር ነዊሕ ጌሩ እዩ ልዕሊ ሰለስተ ኣርባዕተ ዓመት ኣሎ። ኦኬ። ግን ገድፈና ጀምረና ከምዚ ኔሩ።
ሰላም ሽመይ ስነ ጥበበኛ ምኪኤል ሃብተ ይበሃል ነባርነተይ ንኡስ ዞባ ኣባሻውል እዩ እዚ ሓውና ኣጋጢምዎ ደሎ ናይ ጥዕና ጸገም ከኣ ከምዚ ብቲ ናቱ ባዕሉ ገሊጽዎ ኣሎ ብሰፊሕ ንሕና ከኣ ከም ከባቢ ከም ጎረባብቲ መጠን ቃንዝኡ ስቓዩ መዓልታዊ ንሰምዕ ንርኢ ዘለና ሰባት ኢና። ብዓቕሙ ክሕከም ልዕሊ ዓቕሙ ውን ስለ ዝኾነ ንሱ ውን ገሊጽዎ ኣሎ እቲ ገንዘብ ልዕሊ ዓቕሙ ስለ ዝኾነ ኩሉኹም ኤርትራውያን ኣብ ኩሉ ኩርናዓት ናይዛ ዓለም ዘለኹም ነዚ ሓውና ካብዚ ኣጋጢምዎ ዘሎ ቃንዛ ስጋ ንምግልጋል ናብ ንቡር ጥዕንኡ ንምምላስ ቅድሚ ሕጂ ሓገዝቲ ኢኹም እሞ ሕጂ ከኣ ነዚ ሓውና ብዝተኻእለ መጠን ደገፋትኩም ብምግባር ተሓውዩ ተሓኪሙ ናብ ምሉእ ጥዕንኡ ክመጽእ ናትኩም ልዑል ኣበርክቶ ዝጠልብ ጉዳይ ስለ ዝኾነ ብመገድና እዚ ለበዋ እዚ ነመሓላልፍ ኣለና። ኣዝዩ ከብድኻ ድበልዕ ቃንዛ እዩ ዘለዎ እዚ ወዲ እዚ። ምስቲ ዘለዎ ናይ ናብራ ጸገማት እውን ብዓቕሙ ክሕገዝ ብዓቕሙ ክሕከም ልዕሊ ዓቕሙ ስለ ዝኾነ ኩሉ ኤርትራዊ ኣብ ውሽጥን ወጻእን ዘሎ ነዚ ሰብ እዚ ንኽሕግዝ ብዓቕምና ንላቦ ኣለና ንሕና ከኣ ምስ ትገብርዎ ምትሕብጋር ምስ ትገብርዎ ምትሕብባር ኣቀዲምና ነመስግን። የቀንየለይ። መጀመርያ ኣነ መሓመድ ሳልሕ መሓመድ እበሃል ወዲ ጀበሊ እየ ኣጋጣሚ ኮይኑ ንዞም ተዓዘብትና ልክዕ እዩ እዚ ህብረተሰብ እዚ ተሓጋጋዛይ ሓወይ ሓወይ በሃላይ ስለ ዝኾነ እዚ ሓውና እዚ ከኣ ብዙሕ ሓገዝቲ እንዲኹም ህዝብና ከኣ ሓወይ በሃላይ ስለ ዝኾነ እዚ ሓውና ኣንተቦይ ውን ኣብ ኢንተርቪው ናቱ ጸገሙ ሪኢኩሞ ኢኩም ንሱ ሓፍ ክብል ኣይክእልን ስድራ ኣለዎ ብዙሕ ጸገም ስለ ዘለዎ ንሱ ድማ ኣብዚ ውሽጢ ኣብ ውሽጢ ዓዲ ክሕከም ስለ ዘይክእል ከምቲ ከምቲ ሓቦኛ ዝኮነ ህዝብና ድማ ንብዙሕ ሽግራት ስለ ዝፈትሕ ነዚ ሓውና እዚ ካብ ንእስነቱ ክተድሕንዎ ብዓቅምኩም ትሕቲ ፈጣሪ ለበዋና ነቅርብ። ብተወሳኺ ስድራቤት ኣለዎ፣ ኣጋጣሚ ከኣ መነባብሮኡ ከኣ ስሕው ዝበለ ስለ ዝኾነ ሕጂ እውን ምስቲ ጠጠው ኢልዎ ዘሎ ስእነት ብርቱዕ ስእነት ስለ ዘለዎ ንወጻኢ ስለ ዝበልዎ ንዚ ኩሉ ነገር ኣብ ግምት ኣእቲኹም ኩሉኹም ኣበርክቶኹም ክተቕርቡ ንሕና ከም ኣሕዋት ከም ኣብዚ ዓዲ ተፈላጥነት ዘለና ንዚ ሰብዚ ክትሕግዝዎ ብጣዕሚ ብትሕትና ንሓተኩም ህዝብና ድማ ሓቦኛ ስለ ዝኾነ ከምዚ ዓይነት ሽግራት ክፈትሕ ስለ ዝኽእል ሰብ ብዙሕ ተስፋ ኢና ነዚ ሰብ እዚ ካብ ሽግሩ ንክተውጽዎ ለበዋ ነቕርበልኩም።
ሰላም ክቡራት ክቡራንን ኣብ መላእ ዓለም ዘለኹም ከመይ ኣለኹም? ናይዚ ሓውና ሄኖክ ክሰምዕዎ ጸኒሕኩም ኢኹም ምስቲ ዘለዎ ቃንዛ ምስቲ ኩሉ ዘለዎ ጸገማት ክትሕግዝዎ ይላበወኩም ማለት ትማል ትማሊ ኣቦ ደቅካ ኮንካ ሰሪሕካ ትኣቱ ዝነበርካ ሎሚ ዓራት ሒዝካ እሞ ምስቲ ዘለዎ ቃንዛ ገለ ኩሉ ነገር ዝብዳኣኩም ይኸውን እዩ እሞ ኤርትራውያን ኣሕዋተይ ኣብ መላእ ዓለም ዘለኹም ማለት እዩ በብዓቅምኹም ክትሕግዝዎ ይላበወኩም። ውጽኢት ናይ ሕክምና እቲ ሓደ እቲ ሪሃይድሬት ኣትዩ እቲ ዓንዲ ሕቆ ሙሉእ እቲ ኣብኡ ዘሎ ፈሳሲ የብሉን ተባሂለ ካልኣይ ምጥንቧቅ ዓንዲ ሕቆ ማለት እተን ዘለዋ እተን ናይ ዓንዳቆ ጠንቢቀን ውሽጢ ኣትየን እዚ ናይ ጭዋዳ ጸገም እቲ ናይ ጅማውቲ እቲ ዓንዲ ሕቆኣ ሙሉእ ተሃስዩ ኣሎ ሕጂ ፕላስቲክ ሰርጀሪ ትገብር ተባሂላ። ኦኬ ኣበይካ ክትገብሮ ሕክምና ኣበይካ ተባሂልካ? ካብዚ ንደገ
ብዝበለጸ ንኤሮጳ ተባሂለ ሽዑ ማለት እዩ ከምኡ ኢሉኒ እቲ ሓኪም። ተነቃፊ እቲ ነርቭ ተጸቒጡካ ስለ ዘሎ በቲ ኣዕጽምቲ እቲ ነርቭ ዋላ እቲ ሰራውር ደም ተጸቓቒጡ ገለ ስለ ዘሎ እሱ'ዩ ብኩማጅን ኤሮጳ ሕክምና የለን። ኤውሮጳ ሕክምና የለን። ሽመይ ንጉሰ ተስፎማርያም ወይ ጨጎራ እበሃል። ኣብዚ ኣጋጢሙና ዘሎ ብዛዕባ ናይ ሄኖክ መሓሪ ኣጋጢምዎ ዘሎ ከቢድ ናይ ጥዕና ጸገም ንዕኡ ንምሕጋዝ ተባሂሉ ተገይሩ ዘሎ ሄኖክ ኣቦ ቆልዑትን ኣቦና ኣብራም እዩ ቅድሚ ሕጂ ሰሪሑ ካብ ኢዱ ናብ ኣፉ ብዙሕ ማለት እቲ ዝከኣሎ ይገብር ነይሩ ሕጂ ግን ምስዚ ዘለዎ ኩነታት ዋላ ሓንቲ ክገብር ኣይከኣለን ካብታ ዘለዋ ሳሎን እውን ክንቀሳቐስ ኣይክእልን እዩ ማለት ጌርና ኣየብለና ንሕና ኢና ንግልብጦ ነሽኖ ዋላ ክሕጸብ ከሎ እውን ምስ በዓልቲ ቤቱ ኮይናሲ በዓልና ኢና ንሪኣ ዘለና እታ ዘለዋ ናብራሲ እታ ዝሓልፋ ዘሎ ህይወት ዘሕልፎ ዘሎ ቃንዛ ማለት እንድዒ ኣነ ከምዚ ንዝኾነ ሰብ ክምነየሉ ይክእልኒ ከምዚ ኣጋጢምዎ ዘሎ ቃንዛን ክብደት ናይ ጥዕና ጸገምን ስለዚ ኩላትኩም ኣሕዋት ምስዚ ኣጋጢምዎ ዘሎ እቲ ተባሂሉ ዘሎ ሰለ ገንዘብ ክኣ ልዕሊ ዓቅሚ እዩ ንዝኾነ ሰብ ልዕሊ ዓቅሚ እዩ እዚ ስለዚ ኩሉኩም ኣሕዋት ብሓፈሻ ክኣ ብፍላይ ክኣ ኤርትራውያን ዘዝከኣለኩም ኣበርኪትኩም ኣቦ ደቁ ክኸውን ሓውዩ ደቁ ንከዕቢ ብዝከኣለኩም

ከምዚ ትሪእዎ ዘለኹም ከቢድ ነገር ወሪድዎ ድበሃል እኳ ኢሎሞ እዮም ሕጂ ኩላትኩም ኣዲስ ኣበባ ዘለኹም ኣዕሩኽተይ በዓል ኖህ መስተ ገለመል ላይክ ሼክ ክትብልዎ ክትሕግዝዎ በጃኻትኩም ምሻለካ በብዓቕምና ኣብ ደገ ዘለኹም ከኣ ኩልኹም ኣሕዋትና ክስታይ ኮይኑ ስለ ዘሎ ከምዚ ትሪእዎ ዘለኹም ስለ ኮይኑ ዘሎ በጃኻትኩም ኣነ ተዛሪበ ኣይክእልንየ ኣጋጣሚ ተገዲደ ኮይነ ፕሊስ በጃኻትኩም በጃኻትኩም ብደቁ ብኹሉ ትርእይዎ ኣለኹም ተዋጢሩ እዩ ዘሎ ስለዚ ሓግዝዎ ሓግዝዎ በጃኻትኩም ሓግዝዎ ኩላትኩም ካናዳ ዘለኹም ኣዕሩኽትና እስራኤል ዘለኹም ኤሮጳ ዘለኹም ኩላትኩም በዓል ማቲ ዓርከይ ገለ በዓል ጆማል ወዲ ሃለቃ በጃኻትኩም ኩላትኩም ኩላትኩም በቃ ቴድሮስ ዝእርሩ ንገረሉ ዩጋንዳ ዘለኹም ኣዕሩኽተይ በጃኻትኩም ትሕግዞ ክትክእሉ ኣለኩም በቃ እታ ዓቕመይ እዚኣ እያ ቀንየልና ኩሉ ኩሉ ህዝቢ ኤርትራ።
ኩነታት ስድራ ድኣ በቃ ኣብ ሸቐልቀል ኣብ እንታይ ሽሙ ዳርጋ እታ ስድራስ በዕሩኽ ፈተውቲ እያ ትእለይ ዘላ ሕጂ ኣብዚ ሰዓት እዚ ምኽንያቱ በዓልቲ ቤተይ ዕስራን ኣርባዕተን ሰዓት ካብ ጎኒ ኣይተፈለየትን ንዓይ ክትኣሊ ክሳብ ነቶም ቆልዑት ከማን ኣብ ዘይምግዳስ ደረጃ በጺሓ። ዘይተገደሰትሎም ከና ዘይኮነሲ ከምዚ ግዜ ዋላ ክጽዕነሎም ጀሚረ። ምክንያቱ ንዓይ ናብዚ ክትግልብጠኒ እያ፣ ናብዚ ክትመልሰኒ እያ፣ ኩሉ ነገራታ ምሳይ ኮይኑ። ሕጂ እዞም ቆልዑትሲ ኣዝዮም ጠሺኖም። የዕሩኽ ፈተውቲ ገሊኦም ዶ ኣለዩ ዘለዉ ዳርጋ እዞም ቆልዑት።
ንሕና ክንሕክሞ ኣቅሚ የብልናን።
ካብ መወዳእታ ክብሎ ዝደሊ እግዚኣብሔር ኣምላኽ ክሕግዝ ኩልኹም ፍቓድ እዩ እሞ ኩሉ ሰብ በባቕሙ ካብ ዘለኹ ፀገም ካብ ዘለኹ ናይ ጥዕና ፀገም ክወፅኣኒ ኩሉ ኣበርክቶ ክገብር ኣለዎ ንዝግበረሊ ነገር ካብ ኩሉ ነገር ኣቐዲመ ኣመስግን
ኩቡራት ተኻታተልቲ መደባት ኤፍራ ሾው ከምዚ ክንካታተሎ ዝጸናሕናዩ ናይ ሓውና ሄኖግ ጸገም ኩላህና ከኣ በብዓቕምና ንሓግዞ ከምቶም ናይ ዝሓለፉ ከኣ ሓውዩ ኣቦ ደቁ ኮይኑ ንዓኹም ውን ኣብ ናይ ምስጋና መደብ መጽዩ ከመስግነኩም ንልዑል እግዚኣብሔርና ንለመና ኩላህና ዓቕምና ንግበር ኣድራሻ ናይ ሄኖክ ክበኩም እየ 07 15 12 21 ናይ በዓልቲ ቤት እያ ሰለማዊት ወረደ ኢልኩም ክትረኽብዎ ትኽእሉ ኢኹም ክደግማ እየ ዜሮ ሸውዓተ ዓሰርተ ሓሙሽተ ዓሰርተ ክልተ ዕስራን ሓደን ሰለማዊት ወረደ በዚኣ ደዊልኩም ኩላህና ዓቕምና ንሓግዞም።